ንኹሉ መጀመርያ ተጋዳላይ ገረዝጌር ትርፈ በርሀ ይበሃል ተወሊደ ዝዓበኹሉ ወረዳ ዓዶ ገዶ ቁሸት መኸረም ማለት እዩ ኣብ ናይ እቲ ኤርትራ ወራር እውን ወፅኤ ኣብኡ ቃልሲ ንልዕሊ ዓሰርተ ዓመት ኣካባቢ ፀኒሐ ግቡእና ፈፀምኩ ፀኒሐ ክልተ ሽሕን ክልተን ተሰናቢተ ብናይ ሸውዓተ ዓመት ታይሱም ተሰናቢተ ወፅኤ ማለት እዩ ተሰናቢተ ገላ ወፅኤ ኣብ መንግስቲ ሰራሕተኛ ናሰራሕ ክገለ እናሃለኹ እዚ ግን ህዝቢ ትግራይ ገለ ንምፅናት ብዝገበርዎ ፀላእቲ በረኻ ወፅኤ ከም ማንም ተጋዳላይ ከም ማንም ብፆተይ ከም ማንም ህዝቢ ትግራይ ገለ ዝገበሮ ታይስ ምጉቦ ኢና ፈጸምኩ ጸኒሐ ሕዚ እውን ኣብቲ ቃልሲ ከም ዘለኹ ኣነ ኣርማ 15 ኮር 151 ሎጂስቲክ ኣብ ሎጂስቲክ ክፍሊ ድጋፍ ወሃብ ማለት እዩ እወ
እዛ ዋዝ ንምንታይ ረሓ እያ ትውዕል ወይ እንታይ እንታይ ኢኹም ትሰርሕላ እዚኣ ኣጋጣሚ ሓደ ሓደ ነገር ስራሕቲ ገለ ተልዩ ንምስራሕ ዳቦ ቡን ሰራዊት ናመላለስኩ ገለ የከፋፍል ማለት እዩ ኣርባዕተ ኣሕዋተይ ተሰዊኦም ኣለዉ ኣርባዕተ ኣሕዋተይ ተሰዊኦም ካብኡ ገብረ ሊባኖስ ክፍላይ ክፍላይ ትርፈ ክፍሎም ትርፈ ሽሻይ ትርፈ ጎርሃድ ትርፈ ይብሃሉ ማለት እዩ እዚኣቶም በረኻ ቀሪቦም ኣጋጣሚ ኣነ ኣነ ከዓ ግቡኣይ ኣነ እውን በዚኣቶም ተስፋ ቆርፅ የኸኣልኩን ሕድሪ ስለ ዘለና ናይ ህዝቢ ትግራይ ሕድረይ ከይዕብር ደልየ ሕድሪ ስዋኣት ሕድሪ ብፆት እውን ንከይዕብር ቃለሰ ኣለኹ ዓቕመይ ብዝፈቕዶ ማለት እዩ ከም ማንም ብፃየይ ይቃለስ ኣለኩ እስካብ ሀዚ ኣሕዋተይ ስቅ ኢለ ብ ገዛ ገለ መፅኦም ተይተቃለሱ ኣብ ገዛ መፅኦም ተዝቀትሎም ተዝርሽኖም ንኣየ ሕማቅ እዩ ነይሩ ብጣዕሚ ክልተ ሞት ይበሃል ኣነ ክልተ ሞት እየ ዝብሎ ከቢድ እዩ ነይሩ ግን ኣነ ኣሕዋተይ ተሰዊኦም ገለ ኢለ ጉቦኦም ምስ ፀልኣ ገለ ተፋጢጦም ተኳሺሖም እዮም ተሰዊኦም ክብሪ ዘለዎ መስዋእቲ እዮም ተሰዊኦም ኣነ ግን ንመስዋእቲ እየ ወፅየ ካብ ብሱል ጥረ ዋላ ንትረፍ ኣነ ተመስገን እየ ዝብሎ ንእግዚኣብሔር በቃ ሂቡ ዝሃበካ ምንም ክግበር ኣይኽእልን ክፍላይና ገብረ ሊባኖስ ብሱዳን ነይሮም ሽሻይና ክፍሎም ብኣርባዓን ክልተን ነይሮም ኣርሚ ኣርባዓን ክልተን ነይሮም ገብረዋህድ ኣርሚ ዕስራን ክልተን ነይሩ ክፍለ ሰራዊት ወግዓዝ ዝበሃል ማለት እዩ ኣብኡ ከይደ እታ ህይወት ታሪኩ ግን ዕንጩ ኣቢሎም ሂቦምኒ ኣለዉ እታ ወረቐት ዘምፃእኽዋላ ናቱ ነቲኣቶም ዝመስለ ሰኣንኩ ሕዚ ኣነ በቃ እዞም ኣሕዋተይ ግዜ እዚኣቶም ገለ ብምስዎም ኣነ ተሰሚዑኒ እዩ ከም ምስማዕ ይስምዐኒ ኣሕዋተይ እምበረኻ ከም ትማን ብፃየ ገለባ ይቦን የቶም እምበረኻ ዝቐድብ ብፆት ይቡን ትማል ዝቐበርኩም ብፆት ይቡን ኣሕዋተይ ማለት እዮም ኣሕዋተይ ምሳይ ዝዋደቑ ዝነበሩ ካብኣቶም ፈለየ ገለ ይሪኦም ጸላእቲ እኮ ከም ገዛ ኣብ ገዛ ገለ ኣትዮም እኮ ከም ዘለ እኮ ገዛ ከፋቲ ዘይብሉ እኮ ጨፍጭፎም ጥርሑ ገለ ዘቕረይዎ እኮ ኣሎ ኣሕዋተይ በረኻ እዮም ተሰውዮም ኣብ ገዛ ኮፍ ኢሎም ሓንቲ ጥይት ተኮሱ ኣይተሰውዮም ኣይተቐተሉም ብፀላእቲ ፀላእቲ ግን ኢዶም ይሃቡ ፊት ለፊት ተኳሽሖም ፀላእቲ እዮም መስዋእቲ ክወፍ ኢሎም ዘለዉ ሓተይ ኣነ ንግዙኢ ዳኣ ይሰምዕኒ እምበይ ወፂኦም እንተዘይቃለሱ ግን ኣይመቐመጥናን ከም ፀላእቲ እዚ ትግራይ ህፃን ህፃን እንተይቀረየ ገለ ወዲ ሸውዓተ ካብ ወዲ ሸውዓተ ዓመት ጀሚርኩም ጨፍጭፉ ተባሂልና ኢና ገለ ናወለ እናተዛረቡ ኣብ ማሕበረ ደይጎ እኮ ኣኪቦም ዝቐተልዎም እኮ እንኳዕ ከምኡ ኣይገበርዎ ኣብ ማሕበረ ደይጎ ዝተጨፍጨፉ እንዳ ኣባ ገሪማ ካልእ ጨፍጭፎሞ እዮም ጨፍጭፎሞ እዮም ብግፍዒ ከምዚ ገለ ኮይኖም ኣሕዋተይ እውን ግፍዒ ክፍፅም ስለ ዝረኣዩ ሻዕብያ መፅኡ ኣብቲ ከባቢና ገለ ግፍዒ ክፍፅም ስለ ዝረኣዩ ወፂኦም ከይዶም በቃ ካብ ክዚኣ ንመውት በረኻ ወፂና እሞ ትሕሸና ክብር ዘለዎ ሞት ኢሎም እዮም ወፂኦም ተሰውኦም ምስዎም ነገር ገለ ይኹን ኣነ እውን መስዋእቲ ገለ ወፅየ ግን ኣነ ዘለኒ ህዚ ፀገም ሽግረይ እውን ተቋቂመ ስራሕ ኣብ ምስራሕ እየ ዝርከብ። ዓመተ ምሕረቱ ኣጋጣሚ ኣነ ብዙሕ ኣብቲ ቅድሚ እቲ ኩነታት ክጅመረ ካብ ቅድሚ ምጅማሩ ኣጋጣሚ ሰብኣይ ሓፍተይ ሰሊጥ ግዛዕ ምዛዕ እዩ በቃ ዝሰርሕ ነይሩ ኣጋጣሚ ብኡ ፀላእታት ምስ በለ ናብ ናይ ሱዳን ገለ ምስ ኣተዩ ቦታታት ምስ ተዓፀዮም ብኡ ገይሮም ናብቲ ናይ ሱዳን እዮም ገለ ኣትዮም ብስራሕ እዮም ነይሮም ብስራሕ ምክንያት ከምዚ ነበረ እየ ዝፈልጥ ዓመተ ምሕረቱ ንፁር ኣነ ብዙሕ እንታይ ስም የበልኩን ግን ኣብ ስራሕ ገለ እናሃለዩ ብኡ ገለ ናብዚ መምፅእ ምስ ሰኣኑ መሻገር ገለ ምስ ሰኣኑ ብኡ ገለ ገይሮም ኣብ ቃልሲ ኣትዮም ማለት እዩ ተቓሊሶም ኣብ ክቡር መስዋእቲ ገለ ከፊሎም ኣለዉ ኣርባዓን ክልተን ኣሕዋተይ ግን ግፍዒ ስለ ኣብቲ ኣከባቢና ግፍዒ ክፍፅም ስለ ዝረኣዩ እቶም ኣሕዋተይ ሻዕብያ ኣኪቡ መናእሰይ ክርሽን ርእዮም ካብኡ ካብዚኣ ገለ ኮይና እሞት እማ ክብሪ ዘለዎ እሞት ገለ በረኻ ወፂና ተኳሽዕና እሞት ይሕሸና ገለ ኢሎም ወፂኦም ኣለዉ ምክንያቱም እነ የትድፈርን ሓፍተ የትድፈርን ኣጠቃላይ ህዝቢ ትግራይ ጭፍጨፍን ገለ ኢሎም ወፂኦም መስዋእቲ ገለ ከፊሎም ኣለዉ ክብሪ መስዋእቲ ከፊሎም ኣለዉ ክብሪ መስዋእቲ ገለ ኣሕዋተይ ገለ ከፍሉ ተለዉ ግን ሰላም ክነግስ ህዝቢ ትግራይ ገለ ወፊሩ እፎየ ኢሉ ክሓድር እዮም ተሰዊኦም። ትግራይ ትስዕር እናበሉ እዮም ተሰዊኦም። ብኣጠቃላይ ስውኣትና ብኣጠቃላይ ኩልና ኣብ ኩልና ገለ ዘሎ ትግራይ ትስዕር እናበልና ኢና ንቃለስ ነርና ንቃለስ ነርና ሕዚ እውን ኣብ ቃልሲ ዘለና ማለት እዩ። ሕዚ እውን ኣይመቐመጡና ንሕዚ ኮላይ በቃ ዘላ ዓቕምና ፀንቂቕና ተቓሊስና ሳላ ቃልስና እዚ ብርሃን እዚ ንእሽተይ እፎይታ ረኺብና ረኺቦ ኣሎ ህዝቢ ትግራይ ንሕና እውን እፎይታ ገለ ረኺብና ኣለና ስለ ተቓለስና ተዘይንቃለስ ከፅኑትና እዮም ነይሮም በቃ ከፅኑትና ከም ህዝብስ በቃ ነጥፋኣዮም ዝብል እዩ ነይሩ ብወፈራ እስኪ ሕዚ ኣበበይ ተሰዊኦም ኣለዉ እዞም ኣርባዕተ ኣሕዋትካን ሓደ ሰብኣይ ሓፍትኻን ከም ዝተሰውኡ ሓቢርካን ኣለኻሞ እስኪ ኣበይ በይም ተሰዊኦም ምናልባሽ ብርግፅ ኩሉ እቲ ኣብ ዝተሰውኦሉ ቦታ ብንፁር እስኪ ሕዚ ክስታይ ዘይበለ ብዙሕ ሰነዳት ኣሎ ግን እስኪ ናይቶም ትፈልጦም ንተዓዘብትና እውን ሓበሬታ ሃተልና ጎብርሃር ተርፈ ኣብ ዋጃ ጥሙጋት ክስታይ ሂቦምኒ ንክፍላይ እና ገብረ ሊባኖስ ብሱዳን እዮም ተሰዊኦም ሱዳን ኣብ በረኸት ዝልዎ ኣብ በረኸት ዝልዎ ቦታ 214 እዩ ኢንፎርሜሽን ዘለኒ 214 ተሰውዎ ብወቅታይ ማለት እዩ ንስዋቶም እቶም ክልተ ኣሕዋተይ ከዓ እቱይ እታ ህይወት ታሪኩ ሽሻይ ናይ ክፍለ ጦር ስለያ ከም ዝነበረ ዝፈልጥ እቱይ ግን ብኣብ ብሬን ነይሩ ምድቡ ብሬን ተኳሲ ነይሩ ክፍሎም ማለት እዩ ናቱ ንፁር ታይስም ገለ የብለይ ስለዚ ከድኩ ያው ታይስም ገለ ከጥይቕ ንፁር ታይስም ይረኸብኩ ከዚያ እያ ታይስም ፅቡቕ ኣነ ኣብ ኣሃድ እየ ነይረ ኣብ ኣሃድ ነይረ ኣብ ቃልሲ እናሃለኹ እዚ እናሃለኹ ስልኪ ተደዊሉ ሕለፍ ተባሂለ እየ ሓሊፈ ኩነታት ተፈሊጡ ማለት እዩ። ኣብቲ መርድእ ግዜ ሕለፍ ኢኻ ገዛ ሕለፍ ይብለኒ ኣጋጣሚ ሰብኣይ ሃብተይ እዩ ደዊሉ ንሱ ግን ኣርሚ ዓሰርተ ሓደ እዩ ዘሎ ደዊሉ ንሱ ግን ድዩ ኣለኹም ሕለፍ ገለ ኢሉኒ ያው ኣነ በቃ ዝኾነ ነገር ገለ ከም ዘለስ ተረዲኒ ኣነ ንዓለይ ተረዲኒ በቃ ዝኾነ በቃ ሰው እዮም እዮም ድሃዮም እውን ኣይነበረን ድሃዮም እውን ጠፍኡ እዩ ነይሩ ኣይነበረን ድሃዮም እዚ ስለ ዘለን ስለ ዘጋጠመኒ ኣነ ኣሕዋተይ ተሰዊኦም ገለ ኣሕዋተይ ተሰውኦ እኮ ሰላም ንምእንተ ሰላም ኢሎም እዮም ንምእንተ ህዝቢ ትግራይ ክምችዮም ኣዴታትና እኮ ማህፀነን ምስማር እናእተዩ እናተኮሱ ከይወላ ዘይተገበረ ኣብ ትግራይ ግፍዒ የለን ክብሪ ዘለዎ መስዋእቲ እዮም ተሰዊኦም ኮፍ ኢሎም ኣብ ገዛ ይተረሸኑ ተቃሊሶም ተኳሺሖም እዮም ተሰዊኦም ስለ ሓፍተይ ክልተ ወሊዱ ሓብተይ ካብ ተወሊዶ እቲኣቶም ግን ኣይወለድን ከም ዘሎ ማለት እዩ ጭራሽ
እሽሞ ገሬ ሕዚ እውን ፅናዕቲ ሃብካ ክብለካ የድሊ ሞ ብሽም ኩሉ ተመልካቲና እስኪ ማለት ከምዚ ገይሮም ኮስኪሶም ኣሚሮም ዘዕበዩ ወለዲ ብሰንኪ እዚ ኣብ ትግራይ ዝተኣወጀ መሪር ኩናት ደቆም ስኢኖም ኣለዉ እሞ እስኪ እቶም ወለዲ ሕዘ ከመይ ኩነታት ኣለዉ ናይ ኣርባዕተ ደቆም መስዋእቲ ከመይ ተፃዊሮም ከመይ ክኢሎም ኣለዉ
ብጣዕሚ ከቢድ እዩ በቃ ምክንያቱም ኣብ ሕማቅ ኩነታት እዮም ወዲቆም እዮም ዘለዉ ብጣዕሚ በቃ ስኢሎም ካብ መጠን ላዕሊ ሓደ ግዜ ምስ ደንገፁ ኣብ ሕማቅ ኩነታት እዮም ዘለዉ ንዓየይ እኳስ ሸንፈለል ገለ ኢለ በቃ ንባዕለይ ተረቢሸ በቃ ንሃቶም እዩ በቃ ሻቂልኒ ዘሎ እምበይ እቶም ኣሕዋተይ መስዋእቲ እማ ኣይረኽቦምን እኮ ኣሕዋተይ ደኣ ኣበይ ክረኽቦም ድሕሪ ዘበይ ክመልሶም ኣይመልሶም ኮይኑ እኮ ጦር መስዋእቲ ገለ ከፊሎም ኣለዉ እቲ ማንም ማንም ብፆተይ ትማሊ ዝቀበልክዎም ብፆተይ ኣለዉ ከምኣቶም ክቡር መስዋእቲ ከፊሎም ኣለዉ ግን ዋና በቃ ጭንቂ ዝፈጠረለይ ናይቶም ወለዲ ኣነ ህዚ ተተኻኢሉ ኣነ ብክብሪ ናይ ክብሪ ክስታይ የገለ ረኺበ ከም ቤተሰብ ከላዕል እንተዝሰናብት ደስ ምበለኒ ቁርጥና ኣቢለ ኢኸ ኢለዮ ዘለኹ ብጣዕሚ ምር ኢሉኒ ዘሎ ግን ዘሎ ተስፋ ቆረፅ ኢኸ ኢለ ዘለኹ ቤተሰብ ኣይቆቲቡን ስድራይ ገለ ተሸጊሮም ሕማቕ ደረጃ ገለ ቆላሕ ዝብሎም ገለ የለን ቆቲቡን ከም ወለዲ ከይደ እኳ ኣነ ከላዕሎም በቃ ተስፋ ቆሪፅኒ ዘለ ናሃቶም እዩ በቃ ብጣዕሚ ውሽጠይ ተነኽየ ሰሚዕኒ ብጣዕሚ ኣነ ህግ ተሰናቢተይ ንኣቶም ገለ ከላዕል ህዚ እንተዝሰናበት ፅቡቕ ነይሩ ደስ መለኒ ዘከም ይኩነታት ኣለዉ እስኪ እቲ ኩነታቶም ማለት ብኸመይ ደረጃ እዩ ዝግለፅ እንታይ እሞ ተወላዲት ግን ሓሚማ በቃ ሓደ ግዜ ምስ እቡ ተወላዲ ግን ንሱ ብጣዕሚ ገለ ሓሚሙ በቃ እህ ዝብል ያው ሕማቅ ኩነታት ገለ ከም ዘለዉ እየ ኣነ በቃ ሕማቅ ኩነታት ከም ዘለዉ እዩ በቃ ንኣየይስ በቃ ናታቶም እዮ ኣጨናኒቑኒ ዘሎ በቃ ናሃቶም እዮ ተሓሳሲቡኒ ዘሎ ሕክምና እውን ኣትዮም ነይሮም ዝብል ሓበሬታ ኣለሞ ከመይ እዮም ሕክምና ኣትዮም ምንከላ ኣለመለ ዝብሎም ሓሚሙ ኣጋጣሚ ሓፍዛ ሓፍተይ እዛ ተኸይዳ ነይራ ሓፍተይ እኒያ ናበይ ሕክምና
ኣብ ሕክምና ንዓድዋ እውን ኣውሪዳቶ ነይራ ንመቐለ እውን መፅኡ ነይራ ሕክምና ካብኡ ሒዛቶ ከይዳ ያው ጭንቂ እዩ ንሓኪም እውን ጭንቂ እዩ በቃ ጭንቂ ከም ዘለዎ እዩ ታይሶም ዘሎ ዘሎ በቃ ጭንቂ እዩ ካብ ጭንቂ ተላዕለ እዩ ከዓ ስለ ዝፍለጥ ኣነ እውን ተረዲኒ ንዚኣ ግን መፍትሒ ብቐረባ ንኣየይ መፍትሒ ተዝረክብ ኣነ ብኣሃደይ በዙይ ተዝፍትሐለይ ፀገመይ ከምቲ ዝገለፅኩልካ ማለት እዩ ደስ ምበለኒ ብጣዕሚ በቃ ካብ ዓቕመ ይላዕሊ ገለ ኮይኑ ዘለይ ኣነ ኳስ ስኢለ ተላዒለ ከይኸይድ ጭንቂ ናይ ቤተሰበይ እንታይ ስም ተቋፂሩ እንኳ ተላዒለ ከይኸድ እውን ሕድሪ ኣለኒ ሕድሪ ናይ ህዝቢ ትግራይ ሕድሪ ናይ ስዋኣተ የለን ቃል ቃል ኣለኒ ስዋኣተይ ገለ ትማሊ ገለ ዝቐበርኩም ብፆተይ ገለ ኣለዉ ኣነ ተላዒለ ሽግር ናይ ቤተሰበይ ፀገም እኒሀኒ ገለ ኢለ ተላዒለ ክኸድ ገለ ይኽእል ከምቲ ሲሉ ኣነ እንታይ ስሙ ኣይገብረን ክገብሮ እውን ኣይኽእልን በቃ እስቲ ጠይቀ ፍታሕ ደኹን ገለ በቃ ይረክብ ፍታሕ ረኪበ ከይደ ደኹን እንታይ ስሙ ንኣቶም ገለ ዘለዓለሉ ክስታይስ ንኣየይስ እታ ናይቲ ብኽብሪ ገለ ክስታይ ገረ ሒዘ ከይደ ንኣየይ ንኣቶም እንተለዓልክዎም ፅብቕቲ እያ ብዝብል እየ እተን ወላዲት ከ እቶም ወላዲ ሓይሞም ሆስፒታላት እዮም ከምዝኖር ሓቢርካ ኣለኻ ንሳጉን እተን ወላዲት ከስ ከም እንታይ ንሳጉን ሓሚማ ስኢላ ሃሪሰ እያ ገለ ገዲፈ እያ መፅ ንሳጉን ሓሚማ ሃሪሰ እያ ገዲፈ እያ ብጣዕሚ እያ ሓሚማ እታ ስእላ ኣሽማቶም ገለ ትፅውዕ ኣሽማቶም መፀውዕ ስእላትቲ እታ ስእሎ ንኣየስ በቃ መን ኣለው ገዛ ሕዚ ኣሊሙሊ ዝብል ማንም በቃ ማንም የለን ወደ ኮ ገረ ማርያም መብራት ዝብሎ ንሱ ጥራሕ እዩ ዝከታተለ ንሱ ዝከታተለ የለ እቲ ገዛ ባዶ የቕሪኒ የለን በቃ ምንም ነገር ዝርእየለ ገለ የለን ሓደ ሓወይ ንሂቕ ሱዳን ሱዳን ይዘለ ረኸብና ረኸብና ትብሉ ጭንቀደን ውዕሽ ልቦና ይሓውዩ ብሱዳን ሙስኪ
ብኣጠቃላላይ ብርክት ዝበለ መንእሰይ ክቡር መስዋእቲ ከፊሉ እዩ እዚ እዞም ሰማእታት እዚኦም ደበስ እንታይ ክኸውን ይኽእል ወይ እንታይ ክኸውን ኣለዎ ትብል እስኻ?
ኣነ ናይ እዚኣቶም መስዋእቲ ክቡር መስዋእቲ ገለ ኮይኑ እቲ ሀዚ ገለ ንሪኦ ዘለና ሰብ ወፂት ገለ ዘየኣትየሉ ሃንግ ተስፋሕፈሐሉ ሰብ ገለ ይውቃዓለ ምንተ ሰላም ገለ ንህዝቢ ትግራይ እፎየሉ ክሓድር እዩ ገለ ተሰዊኦም መስለኒ እዚ ዝኒሀ ነገራት ግን ኣነ ክሪኦ ተለኹ ፅቡቕ ነገር ኣይኮነን ሰበብ ዝኾነ ገለ ይዝረፍ ኣሎ ዘረፋ እኒሀ ተስፋሕፊሑ ይውቃዕ ኣሎ ሲሉ ብፅሓ ይቐትሩ በቃ ሃንጊ በቃ ብቐትሩ ብቐትሩ ሰብ ይዝረፍ ዋዳማይ መቐለ ካብ ከይደ ነይረ ኣጋጣሚ ገይረ ና ዓዲ ከዲለ ኣቶም ክርስ ብቐትሩ ብቐትሩ በቃ ዘረፋ ዘረፋ ብቐትሩ እዩ ተጀሚሩ እና ፅቡቕ ነገር ከምዘይኮነ እዚኣቶም እንተ ክብሪ ዘለዎ መስዋእቲ ገለ ዝኸፈሉ እኮ ትግራይ ህዝቢ ትግራይ ንህዝቢ ትግራይ ኢሎም እዮም ተቃሊሶም ንህዝቢ ትግራይ ኢሎም እዮም ተሰውኦም ክስውእ ከሎ ከም ማንም ካብቶም ተሰውኡ ብፆት ዘሎ ትማል ዝቀበርኩም ፈለየ ይሪኦም እቶም ኣሕዋት ምንም ተኣምር ካብኣቶም ፈለየ ሰይሪኦም ኮመም የበርየል ማንታ እዩ
ልምዓት ሰላም እስኪ እቲ መንግስትኸ ከም መንግስትኸ ደስ ናይዞም ሰማእታት ክገብር ኣለዎ ትብል ኣብዚ ህብ ዝገለ ንሪኦ ዘለና ሓዚ ሓደ ሓደ ነገር ስኢሉ ዝኾነ ንሰምዖ ብፎርሜሽናት ስኢሉ ብሓደ ሓደ ነገር ገለ ኣለዎ ደስ ዘይብሉ ነገራት ኣለዉ መንግስቲ ኣብ ከምዚ ዓይነት ገለ ክኣት የብሉ ፅቡቕ ነገር ይኮነ ህዝቢ ትግራይ ሰላም እዮም ክፈጥርሉ ዘለዎም ብሰላም ብፅቡቕ እዮም ክመርሕዎ ዘለዎም እምበይ ተስፋ ዘቑርፅ ነገር ንፀላእትና ሞራል ገለ ዘውህብ ነገር ክገብሩ የብሎምን እዩ ዝብላ ብፅቡቕ እንታይ ስም ክኾን ኣለዎ ፅቡቕ ገለ ገይሮም ተረዳዲኦም ተስማዕሚኦም ናብ ሓደ ክስታይ ገለ መፅኦም እዚ ትግራይ ክኽሕስዎ ኣለዎም ህዝቢ ውላዱ ስኢኑ ኣለ ውላዱ ስኢኑ ኣነ ሸውዓተ ሸሞንተ እኮ ሓደ ገዛ ተሰው ኣለዎ ሸውዓተ ሸሞንተ ካብ ሓደ ገዛ ዝተሰውእ ኣለዉ እና ኣነ መንግስቲ ከም መንግስቲ መሓውር ገለ ፅፊፉ ተስማዕሚዖም እቲ ዘለፀ ነገራት ተፅብቦም ናብ ሓደ ክስታይ ገለ ምፅኦም እዚ ትግራይ ብፅቡቕ ነገር ክክሕስዎ ኣለዎም እዚ ክከሓስ ኣለዎ ህዝቢ ትግራይ ህዝቢ ትግራይ እኮ ትማሊ ኩሉ ነገሩ እኮ ሂቡ ተቃሊሱ እዩ ሳላ ህዝቢ ትግራይ እኮ እዩ ሳላ መን ድዩ ብፅቡቕ ነገር ሕዚ ተስማዕሚዖም ናብ ሓደ ነገር ገለ መፂኦም ኣስተኻኺሎም ህዝቢ ትግራይ ክኽሕስዎ ኣለዎ እዮም ዝብል ኣነ እዚ ተስፋ ዘቑ ምስ ስድራ ስዋኣት ተኣሳሲሩ መንግስቲ ክገብረለቱ
ንስድራ ስዋኣት ክገብሮ ገለ ዘለዎ ቅድሚኣ ዝሕገዝ ነገር ቅድሚያ ንስድራ ስዋኣት ንኣካሎም ዝጎደሉ ዝተፈላለየ ብዝከኣሎ ብዝከኣለሲ ቅድሚኣስ ክረኣየ ኣለዎም እየ ዝብል ኣነ ክድበስ ኣለዎም ፅቡቕ ሰናይ ምምሕዳር ተሃልዩ ፅቡቕ ኣመራርሓ ገለ እንተሃልዩ ህዝቢ ትግራይ ደቀ ይባ ተሰዊኦም ገለ እዮም ደቀሽ ተሰዊኦም ገለ እዮም ደቀይ ተሰዊኦም ገለ ከይብል እማ ፅቡቕ ምሕደራ ገለ እንድሕር ገይረምሉ ፅቡቕ ሰናይ ምምሕዳር እንድሕር ሃልዩ ፅቡቕ ልምዓት ገለ ተተጀሚሩ ደቀይ እኮ ዘው ዝኒሄ ገለ ልምዓት ገለ ክፍጠር እኮ ውላደይ እዚ የምፅኢለይ ሰላም እዚ ገለ ትማሊ ፀላእትና ዝጭፍጭፍና ዝነበሩ ጓለይ ወደይ ተሰዊኦም እዚ የምፅኦምለይ ፅቡቕ ሰናይ ምምሕዳር እኳ ርኢና ፅቡቕ ልምዓት ርኢና ፅቡቕ መንግስቲ እኒሀና ገለ ኢሉ እፎዮ ኢሉ ገለ ዝሓብ ኣብ መጨረሻ ዘይገለፅክዎ ኣለኒ ወይ ከም መልእኽቲ ክሓልፎ ይግበአኒ ትብሎ ነገር እንተሃለ ዕድል ክበካ እሞ ክንሰናበት ኣነ ግን ኣነ እኮ እንታይ ስሙ ዘይገለፅክዎ ገለ ዝብሎ ብዙሕ እንታይ ስም ገለ የለን ኣነ መንግስቲ እቲ ሀዚ ዝረእ ዘሎ ሓደ ሓደ ነገራት ብሚድያ ኹን ብዝተፈላለየ ገለ ንሰምዖ ዘለና ነገራት ፅቡቅ ነገር ኣይኮነን መንግስቲ ከስተካክል ኣለዎ መሓውር ገለ ከፅፍፍ ኣለዎ መሓውር ኣፅፊፉ ፅባሕ ንጎ ሓደ ነገር ተተፈጢሩ ፅባሕ ንጎ ፀላእትና ህዝቢ ትግራይ እውን ሀዚ እትሪኦ ሀዚ ዘንፅርፅር ኢካ ትሰምዕ በቃ ኣብቲ ሰብ የንፅርፅር የለን በቃ መንግስቲ የለን እስከ ዓረ እዞም ተፈናቂሎም መረበቶም ገዲፎም ገለ መፅኦም ዘለው ዓዶም ገዲፎም ገለ ዘለው ተፈናቀልቲ መንግስቲ ብህፁፅ ኩሉ ግዜ ይንገር ይንገር ይንገር ይንገር ምክንያቱም በቃ ሎሚ ከምቲ ክንገብር ኢና ከምቲ ክንገብርና ገለ ይበሃል ኣነ እዚ መንግስቲ ገለ ዝሰምዖ ግን ሓንቲ ተጨባጭ ነገር ገለ የላን ዝተገበረት ነገር የላን ንክንደይ ግዜ ፅቡቅ ገርና ከምዚ ገና ኣብ ቀረባ ግዜ ኣብ ቀረባ ግዜ ገለ ተባሂሉ ይንገር ኣነ ካብ ዘረባ ሓሊፉ ምንም ተገበረ ነገር የለን እዚ ግን መንግስቲ ግን ፅቡቅ ነገር ይኮነ ናብዚ ውዕል ፕሪቶሪያ ግን ክኽበር ኣለዎ ናብ መረበቶም ተፈናቒሎም ዝመፁ ኣሕዋትናን ጠቕላላ ቤተሰብ ጠቕላላ ህዝብናን ናብ መረበቱ ገለ ክኣቱ ኣለዎ ናብ መሬቱ ክኸደ ኣለዎ በቃ ብጥምየት ብሓደ ገለ ተዓጒሩ ንሕማም ዝተፈላለየ ክስታ እዩ ዝሳቐ ዘሎ እዚ መንግስቲ ኣስተኻኺሉ እንታይ ስም ገለ ክገብሮ ኣለዎ ኣነ ጥሩ ቀቢለ እንታይ ስም ገብረላ ዝኽእል ኣነ እታ ዘለትኒ ፀገም ይሀ ህዝብ እውን ፍታሕ ገለ ክትወሃበኒ ኣለዋ ከይደ ብቐረባ ቤተሰበይ ገለ እንታይ ስም ክሪኦም